ክትእዝዚ ናይ ኣማዘን ክትእዝዚ ኦንላይን ቆቢዕ ጨጉሪ ክትእዝዚ ገለ ክትእዝዚ ባዕልኽን ኢኽን ሂወትክን ትብጽብጾ በቲ ሓደ ወገን ሓቂ የዛርባን ኩሉ ግዜ ናይ ደቂ ኣንስትዮ ሳፖርተር ኣነ ኣብቲ ዝሕምም ኣብቲ ዝሪኦ ጌጋ ክዛረብ ግን ኣነ ግዴታ ኣለኒ ንምንታይ ስለ ዝፈትወክን ውድድር ውድድር ውድድር ውድድር ውድድር እውይ እንዳ ኩስቶ እውይ እንዳ ኩስቶ እንታይ ምልከተና ኣነ እንታይ ይምልከተኒ ናታ ናተይ እየ ዝገብራን ናይ ገዛይ ኣትገብራን ናተይ እየ ዝገብር ከመይ ይነብራ እዚኣ ገዛይ ከመይ ይነብራ እቲኣ ሂወተይ ሓዳረይ ኣነ ጥራይ ዝፈልጥ ኣነ እየ ዘመሓድራ ጎልፎ ኣብ ልዕሊ ጎልፎ ጃኬት ኣብ ልዕሊ ጃኬት ዛራ ኤችኤም ሽዑ ምፅእ ተበለ ዋ ኣነ ዳኣ ጎማ ናይ ሳምር ማኪና እንዲ ክቅይር ደልየ ነይረ ኣበይ ዳኣ ኣሎ ከምዚ ገይረ ከምዚ ገይረ ከምዚ ገይረ ሽዑ ብመክደን ድስቲ ትስረቢ ብጉንዲ እዝንኺ በዚ ክሳዕ ትፈስስ ማይ በዚ ትፅፍዒ የስ ብዙሓት ደቂ ተባዕትዮ ንዓይ ደው ኢሎም ዝዛረቡኒ ኣለዉ እንታይ ይብሉኒ ፋይናንሻል ኢና ንበኣስ ኦቨር ስፐንድ እየን ዝገብራ ዝብሉ እዮም መብዛሕትኦም ብጣዕሚ እየን ስፐንድ ዝገብራ ኣፀሊለናና ዝብሉ እዮም ኣፀሊለናና ዝብሉ እዮም መብዛሕትኦም ሓዳር ተጌርካ መዓረይን ደቅኻ ኢኻ ትነብር መዓኮርካ ሰፊኻ ኢኻ ትነብር ኣይትግበር ኣይኮነን ፅቡቕ ነገር የለን ማለት ኣይኮነን ኣሎ ግን ብመጠኑ እዩ ብመጠን ብኣገባብ እዩ ኩሉ ኣዱ ዝገበረቶ ክትገብሪ ክትሞቲ ኢኺ ማለት እዩ ኣዱ ትገበረቶ ክትገብሪ ጥሜት ኣይኮነን ሳራ ኖ ኖ ኖ ጥሜት ኣይኮነ ሃይ ጥሜት ኣይኮነ እብለኩ ከለኹ ካብ ካብ ቴሙ ትገዝእዮ ናይ እንዳ ሽኮር እዚኣ 3800 እዩ ክትገዝእያ ሕጂ ኣነ ብ200 ትገዛእኩ ዝብለኩ ዘሎ ካብ ካብ ቴሙ ትገዝኦ እዚ ናይ ሽወደን ብራንድ ራዮ ናይ ዲዛይነር ብራንድ እዚ ይበልፅ ጥሜት ኣይኮነን እዚ ፕላን ምግባር ብለኩ ኣለኹ ፕላን ምግባር ኣይትግበሩ ኣይትግዝኡ ኣይተጥፍኡ ይኮነን ብፕላን ትገብርዮ ሳሪ ብፕላን ትገብርዮ እሳ ስለ ዝገበረት ንዓኣ ክትሕጉስ ኢል ክትገብሪ ኩሶ ስለ ዝገበረት ናታ ርኢ ክትገብሪ ኖ ግበሪ ግበሩ ምግባር ኣይኮነ ግን ኣነ ክገብር ደልየ ትገብር ንዓይ ክገብሮ ዝደሊ ነገር ይገብር ነሰሰሪ ዝኾነ ሰንስ ዘለዎ ነገር ይገብር ገይረን ኢልካ ግ- ኣ- ኣርእናን ኢልካ በዚ እዚ እንታይ ይበሃል ሰልፍ ስቲም ዘይምህላው ናይ ገዛእ ርእስኻ ኮንፊደንስ ዘይምህላው ኣብ ገዛእ ርእስኻ ሰንተር ዘይምዃን ብገዛእ ርእስኻ ዘይምትእምማን ኩሉ ግዜ ድቪዛ ክኸውን ኣለዎ ኩስቶ ገዝኦቶ ኩሉ ሰብ ገዝኦ ኣለዎ ኩስቶ ገበሮ ኩሉ ኩስቶ ክገብሮ ኣለዎ ኖ ኖ ኣይገብርን ናይ ባዕለይ ዓለም ናይ በይነ ሂወት ኣለና ኣነ ኩሉ ሰብ ነናይ ባዕሉ ሂወት ኣሎ ነናይ ባዕሉ ላይፍ ስታይል ኣለዎ ነናይ ባዕሉ ኢንካም ኣለዎ ነናይ ባዕሉ ሂወት ኣለዎ ሰብ ከምዚ ክብል ከለኹ ጥሜት ዲዮ ክትሞት ጥሜት ጥሜት ትብሊ ኣለኺ ጥሜት እስኽስ ትጠሚ እስኽስ ትጠሚ ቅርጫት ሙሉእ ሰብኣይ ደው ኢሉ ዘይበልዖ ክትበልዕ እንዳባዓልኪ ጥሜት እምበኣር እዚ

ክንዲ ገለ ሽሓነ ዓቢ ድመልእ ጥሜት ጥሜት ኣይኮነን እዚ ኣካይዳኻ ምጽባቕ ማለት እዩ ኣካይዳኻ ምጽባቕ ኣካይዳኻ ምጽባቕ ኣይትግበራ ኣይኮነን ኣነ ድሕሪ ቀኒ ዘለስ ከንታይ እዩ ደድሕሪ ሰብ ኣይትኺዳ ሰብ ዘዝገበሮ ይትግበራ በቃ ሰብ ዘዝገበሮ ይትግበራ ሰብ ዘዝገበሮ ይትግበራ ኣዱ እንተዝገበረቶ ይትግበሪ

ኩሊት ሽጥ ዲኺ ትብልዮ ወይ ሓሽሽ ሸጥካ ዋላ መሬት ዘቢጥካ ኣምጻለይ ዲኺ ትብልዮ ፋክት እዩ እዚ ሓቂ ንሕና ኩላትና ሓደ ይኮና ኩልና ሓደ ይኮና ንብላ ኣለኹ ኩላትና ሓደ ኣይኮና ሓደ ይኮና ኩልና ኩሉ ግዜ ኣነ ነዞም ደቂ ተባዕትዮ ጭፍጭፍ እየ ተብሎም ጭፍጭፍ ክሳብ ፈትዮም ዝፀሉ እየ ትገብሮም ፈትዮም ክሳብ ዝፀሉ ግን ኣባና እንተበፂኻ ኸ ኣብ ድብሊና ጌራት ነበረት ሂማን ሄር ኣነ ሓቢብቲ ሂማን ሄር ገዚአ ይፈልጥ እየ ነጊረኪ እንታይ ትፈልጥኒ ክነግረኪ ኣነ ሂማን ሄር ኣይገዝእን እየ እንታይ ኣምሲለ ሂማን ሄር ትገዝእ ኣነ ንፕሮሞሽን ፕሮሞት ግበርልና ተባሂለ ዝተዋሃብኩ እየ ትቑነን ሃፍታማት ዝሸጣ ሰብ ጨጉሪ ኣብ ዱባይ ኣብ ገለ ዘሎ ኣላሊልና ብላ ን መዓደይ ተኣደነ ጨጉሪ ኣሎ እንታይ ክገብሮ ኣብ ሚድያ ስለ ዘለኹ ናይ ሚድያ ሰብ ስለ ዝኾንኩ ኣዱ ትገበረቶ ትገብርለካ ኣይትግበሪ ይኮንኩን ኣነ መፅየ ኣብዚ ሕጂ ንኣብነት ኣድቨርታይዝ ገይረ ሎሚ ግዝኢ ሎሚ ግዝኢ እዚኣ ግዝኢ እዚኣ ግዝኢ ስለ ዝበልኩ ክትገዝኢ ካብ ዘይብልኪ ካብ ላስት ላስት ክሮነር ትገዝኢ ካብ ላስት ክሮነር ትገዝእ ዶ ኣይትሕረቃ ኣይትበሳጨዋ ሓፍቲ ቢግ ሲስተር ክትዛረብ ከላ ሕራይ ትበሃል እሺ ትበሃል ግን ባዕልኺ ፕላን ጌርኪ ኣነ ደፋፊኤኪ ዘይኮንኩ ፕላን ጌርኪ ተማኺርኪ እዚኣ ተዋጽኣኒ እዚኣ ኣይተዋጽኣንን ኢልኪ ተጌርክዮ ግን ግድ Go for it እሶም ከማን እኮ ክትጽብቂ ክትክደኒ ፌሚኒን ክትኮኒ ይጸልኡን እዮም እኮ ኣይጸልኡን እዮም ንባ ናትና እኮ ቁርብ እቲ እቲ እቲ ሲስተም ስለ ክስታይ ጌርና ዘሎ እዩ እምበረይ እሶም ን እኮ እዚ ሕጂ ደቂ ኣንስትዮ ሓደ ነገር ክነግረክን ኩሉ ግዜ ኢና ኣጻብዕትና ናብቶም ኣወዳት ንገብር እንታይ ኮይኖም ክሳብ ኣብ ከምዚ ብ ጭንቀት ኣትው ኣለዉ ከዓ ንሕና ጸገም ኣለና ማለት እዩ ሓቂ ደይኮንኩን እስከቲኤን ለባማት እስከ ጸሓፋ ገሊኤን እንዳ ክውንጭራ እየን ሎሚ መዓልቲ። ክውንጭራ ንኣፍሮ ተመሺጠን ንላዕሊ ሓፍ ኣቢለንኦ ክውዕላ እየን ጨጉረን ኣይግድሸንን እዩ። ሓቀይ ምሽ? ነብስና ምሽ ክንፍትሽ ኣለና ምሽ? እወ ኣነ ንጽህት እየ ንስኻ ጥራሕ ኢኻ ርጉም፣ ኣነ ንጽህት እየ ንስኻ ጥራሕ ኢኻ ጽቡቕ፣ እስኻ ጥራሕ ኢኻ ሸይጣን፣ ኣነ ቅድስት እየ ንስኻ ጥራሕ ኢኻ ነግራም ኣይበሃልን እዩ። ሰብሲ ኮፍ ኢሉ ከሎ ተሲኡስ ብበትሪ ዘብጠኒ ሪዝን ኣላ ገለ ነገር ኣለ ንዓ ደበገሰት ሶ ነብስና ንፈትሽ ተካል ጋዕ ግልጠመን ነብስኽን ፈትሻ ነብሰይ ክፍትሽ ኣነ ከማን ኣነ ግን በዓልቲ ሓዳር ኣይኮንኩ ብዛዕባ ቆልዑት ግን ክነግረክ ንኽእል እየ ሲንግል ማሚ ደቀየ ተዕቢ ሕጂ ንፉዓት ለባማት ደቂ ኣንስትዮ ኣሕዋተይ ንፉዓት እንዲኽን ኣይትርኣየን ነዘን ኣብ ሚድያ ተኣሽሙ ትገብራ ገለ ንዐን ርኢኽንሲ ኣይትፀለላ እዩ ናተይ ወላ ንዓይ ርኢኽ ኣይትፀለሊ በቃ እዚየ ዝብል ዘለኹ ኣነ ኣብ ገዛኻ እታ ገዛኻ ትሪኣ ሂወትካ ትሪኣ ተመስገን መንደቕ ኣብ ልዕሊ ርእሶም ዘይብሎም ብዙሓት ኣሎ ኣብ ትሕቲ ቢንቶ ኣብ ተሰብረ ናይ ቱቦ ማይ ዝድቅሱ ኣለዉ ቁራስ እንጀራ ዘይብሎም ኣለዉ ሓራሳት ኣብ ቤት ማእሰርቲ ትሞት ኣለዋ እግሪ ኢድ ዘይብሎም ዓይኒ ዘይብሎም ኣለዉ ሰበይቲ ዘይብልካ ተኮይንካ እግርን ኢድን ዘይብሎም ሰበይቲ ዘይብሎም ኮይኖም ኢድን እግርን ዘይብሎም ርኢኻ ትፀናናዕ ኣዝማልቶ ዘይብልኪ እንድሕር ትሓ እቲ ጭን እቲ ሓ እቲ ሓርቅለ ኮንኪ ክልተ ኢደን ተቆረጻ ከም ዘለዋ ከኣ ፍለጢ ኣጻብዕቲ ዘይብለን ክልተ ኢድ ዘይብሉ ሰብ ከኣ ኣሎ ምምስጋን ግራቲቲዩት ተመስገን ብዘለካ ምስጋን ሩፍ ኣሎ ብርእስኻ ተመስገን ትድቅሶ ዓራት ኣለካ ተመስገን ትኽደኖ ከቦርታ ኣለካ ተመስገን ኣም ኦኬ ኣም ፋይን ኣም ጎነ ቢ ፋይን ንሕና ግን ገሪምኒ ዘሎ ዓራት ዓራት ካብ እንዳ ቱርኪ ጓቲትካ ኣነ ናትና ዓራት ወይ ናትና ዓራት ወይ ክብለተሊ ቀደም ኣብ ዓድና ኦምፕላንስ ዘይተኣትዎ ንኣሽቱ ገጠራት ኣሎ እንዲ በዚ በዓል ኣወንጀሊ ወስበን ስሬኹ እዚ ፋር ኣለባ ፍርድጊ ገለ ዝበሃል ዓድታት ኣናኣሽቱ ኣለዋ ኣብ ዞባ ዓንሰባ ሕጂ ኦምፕላንስ ንውሽጢ ደይኣትዋ እማ እንተኾይኑ ነታ ትሓርስ ወይ ነቲ ሕሙም ዓራት ገይሮም በዝን በዝን በርባዕተ በዓል ሓወቦይ ነታ ሓራስ ኣብ ዓራት ኣብ ዓንገረብ ገይሮም ፍርቂ መንገዲ የብጽሕዋ እሞ መጺኦም እቶም ኦምፕላንስ ወስድዋ ደይ እእማን ስለዝኾነ ልክዕ ከም ኣዓራት ተሸኪሞም በዚ ዝኸድሉ

እዚ ኣምሪረ እየ ዝዛረበሉ ድስቲ ንዒ ምሕረት ገለ ኣምሪረ እየ ዝዛረበሉ በቃ ኣኽቢደ እየ ዝዛረበሉ ዒስራ ሰላሳ ዓመት ዝደቀስዎ ዓራት ኣለዎ ኣይግድሾም ኒ ማር- ማድራሶም ኣውፂኦም ይሓፅብዎ እቲ ኦቨር ማድራስ ይሓፅብዎ እቲ ጨርቂ ውፅኦም ኣንሶልኦም መፅርዩ በቃ they are fine ኮምፕሊት መፂና ኣሎ ምስ ናይ ክሽነ ጣውላ ክቡራት ተዓዘብትና ምስ ናይ ክሽነ ጣውላ በዚ እውን ናይ ሜክኣፕ ዶኮሬሽን ትገብራላ ጣውላ ምስ ስትያት ልቺ ዘለዋ እውን በዝላትኪ ከምኡ እውን ዓራት በዝላትኪ ከምኡውን ኮሞዲኖ በዝላትኪ ከይተወድኦ ከሎ ንዕነ ጉየያ ዝለላ ንጠራ ግዝኣ ኣይገዝእን ኣይገዝእን ቴንክ ዩ ኣይገዝእን ኪድ ሓሳድ በሉ ንቶም ሰብ ቢዝነስ ጉዳይ ኣይኮነን ኣይንገዝን ስድራ ኣለውና ከም ተመን ብከብዶም ድከዱ ኣብ ኣፍሪቃ ማዓት ማዓት ሽግር ኣለና ዓራት ተለና ኣነ ዋእ ፍርናሽ ገይረ ዘይድቅስ ኩሉ ሙሉ ቶታል ዋግእን ከ ሓሙሽተ ሽሕ ዶላር እየን ሓሙሽተ ዶላር ኖርማል እዩ በቃ ጸገም የብል ቀልጢፍክን ምጻ ከምኡ ኢልክን ኣድቨርታይዝ ክትገብራ ከለኽን ሲ ኣነ ሓደ ሓደ ግዜ ታይስ እኳ እታ መልሓስን ስፍትትን ሓገን ጥብቕ ደይ ትብል እየ ትብል ተኸፊለን እንዴን ከምኡ ድብላ መልሓሰን ዘይትላገብ ኣፍቲ ትንሓገን ወይ ከኣ ርእሰን ሓይመን ገዝኤን ተይውዕላ እየ ዝብል ንኸይዛረብ ኣብኡ ከይደን ከምኡ ጌርካ ሽዑ ነቲ ሰብ ትደፋፍኦ ትደፋፍኦ ሽዑኡ ሚድያ እዩ ህዝብና ዘጸልሎ ዘሎ ኣይትሕረቑ ሓቂ ዘይኮንኩን ጸሓፉ ሚድያ እዩ ህዝብና ዘጸልሎ ዘሎ የስ ኦርኖ እስኪ ከመደን ከም ሓፍቲ ንዛረብ ሚድያ እዩ ህዝብና ደፀልሎ ደሎ ጋይስ ሚድያ እዩ ህዝብና ደፀልሎ ደሎ በቃ ሚድያ እዩ ደፀልሎ ደሎ ህዝብና ሚድያ እዩ ደፀልለና ደሎ ኣብ ሚድያ ንሪኦ ኩሉ ሓቂ እንዳመሰለና ኣብ ሚድያ ንሪኦ ኩሉ ሪል እንዳመሰለና ህይወትና ንፀልእ ንጅምር ኣለና ነብሰ ምትሓት ንገብር ንጅምር ከምኡ እንተዘይጌርና ሙሉእነት ዘይብልና ኮይኑ ስማዓና ከምቲ ንሳ ዝገበረቶ ተደይጌርካ ርእሰ ምትሓት ስማዕካ ሰልፍ ዳውት ይበሃል ነብስኻ እንዳ ኮርኮምካ ንታሕቲ ትእትዋ ከም ካሮት ንታሕቲ ከምዚ ጌርካ ትሃርማ ተውድቓ ነብስኻ ባዕልኻ። ሂወትና እኮ ኣብ ማቴርያል ዝተመርኮሰ ኣይኮነን ሂወትና ኣብ መንፈስ እግዚኣብሔር ዝተመርኮሰ እዩ። ወዲ ሰብ ሂወቱ ኣብ መንፈስ ቅዱስ ደኣ እምበር ኣብ ሓጻዊን ኣብ ጎማ ኣብ ጣውላ ኣብ ብሪቕሪቕ ኣይኮነን። ሂወት ወዲ ሰብ ኣብ ምፍጣር ደኣ እምበር ኣብ ማቴርያል ተመርኮሰ ኣይኮነን። ማቴርያል ጀስት ከምቲኣ ጥራይና ዝመጻና ጥራይና ኢና ንኸይድ። ሰማያዊ ናብራና ሰማያዊ ስንቅና እንታይ ይመስል ደኣ ክንሰርሕ ኣለና እምበር ብደለና ብተመስገን ደኣ ንእግዚኣብሔር ምምስጋን ተመስገን ኢና ኮይን ትስእኒ ካብ ዓራት መብዛሕትና ዋይ እቲ ብሕቆይ ደኣ በኺዑለይ ዝኸውን ዋይ እቲ ስዋይ ስፈሊሑ ዝኸውን ዋይታ ደሮኻ ክመልጣልኪ ክትስእ ካብ ዓራት ሕጂ ሰንበት ምድሪ ተመስገን ኣምላኽ ሰማይ ቀደድ ኢሉ ብርሃን ኮይኑ ጸሓይ ወጽያ ተመስገን ኔቸር ተመስገን ፈጣሪ ተመስገን ኩሉ ትኽእል ሓያል ኣብ ላዕሊ ዘለኻ ተመስገን ክንዲ ትብል ምስጋና ዘይብሉ ሂወት እንዳነበርካ ጎነፍነፍነፍነፍነፍ ንቕድሚት ጠጠኒንካ እንዳኸድካ ሽዑ ምስ ገጃፍ መርከብ ታይታኒክ ትናጓዕ ኣኽለኒ ሕጂ ራስ ኣኽለና ደኺምና ኸይድ ደቀይ ከማን ክወጽእ ኢና ሕጂ ንከይድ ኣለና ፈትወኩም እየ እወ ደርሆ ማይ ጨው ተኣሊኻ ትሓድር በቃ ብታ ደርሆ ትሓልም ትሓድር ተዘብዚፋ ኣላ ሌመንን ጨውን ጽባሕ ንግሆ ተሲኤ ስልሲ ሰሪሐ ሓዲረ ኣለኹ ምልጥ ምልጥ በቃ ሰሪሕናዮ ንቕኒ ናይ ኣውደኣመትና ጸብሒ ብድሮ ዩ ዝስራሕ ምእንቲ ጸብሒ ከይጨኑ ገዛና ገለ እንታይ ዩ እዚ ሰብ ሰብ ከምዚ ሓስብ ሰብ ሰብ ከምዚ ሓስብ ጸብሕኻ ኣሰራሪሕካ ትሓድር ሰለስተ መዓልቲ ቅድሚ ውደ ኣመት ሽዑኡ ከይጨኑ ገዛኻ ሰብ ከምዚ ሓስብ ካብ ኣነ ኤቭሪ ሲንግል ሚኒት ዝሓስቦ ካልእ ዲዛየር እዩ ዘለኒ ካልእ ዲዛየር እዩ ዘለኒ ኣነ በዝስ ኣነስ ነቲ ሓንጎለይስ በዚ ቢዚ ክገብሮ ፀብሒ ሰራሪሐ ገለመለ ጨጨ ወዲ ዘፍዚፍያ ክሓድር ሓምሊ መታትሮ ንጎተሲ ከምዚ ኢለ ክሓድር ኣነ ጸሎት ኣምነ ዘበሰማያተይ ንሱ ንጎተ ሲኢካ ሽዑ ኩስቶ እንታይ ትገብራላ ስክሮል ኩስቶ እንታይ ተዛሪባ ኩስቶ እንታይ ተኸዲና ኩስቶ በየን ከይዳ በየን ኣትያ በየን ወፅያ ሽዑ ከምኡ ኖ እዚ እንታይ ይበሃል ነብሰ ምትሓት እዚ ሳይኮሎጂክሊ ወይ ከዓ ኣብ ኒውሮሳይንስ ወይ ከዓ ናይ ስነእምሮ ክኢላታት እንታይ ይብሉ ኤቭሪቲንግ ኣብ ኣዒንትና ንርእዮ ፎከስ እንድሕር ጌርናሉ ናብራና እዩ ዝኸውን ንዓኣ እንዳረኣኻ እንድሕር ነብሰ ምትሓት ዝስማዓካ ኮይኑ ነብስኺ ክትፀልኢ ኢኺ ሰብኣይኪ ክትፀልኢ ኢኺ ትነብርዮ ገዛ ክትፀልኢ ኢኺ ሂወትኪ ክትፀልኢ ኢኺ ዳውን ክትኮኒ ኢኺ ገዛኺ ሙሉእ ስለዘይኮነ ኣይኮነን ከምኣ ስለዘይኮንኩ ኢልኪ ስለትሓስቢ ስለዚ እስኻ ህይወትካ ክቕየር ትደሊ ህይወት ክቕየር ትደሊ ኣነ ህይወተይ ክቕየር ደሊ እወ ግን በቲ ንዓይ ኣነ ክሬት ዝገብሮ ሓድሽ ነገር ክሬት ገይረ ድኣ ክልወጥ ኣለኒ እምበር ደሰይ ማርክ ካብ ማሕተማ ተሃሪመ ኣባይ ክህረማ ኣለዉ ክብል የብለይ ምክንያቱ ወዲ ሰብ ነናይ ባዕሉ ምዕራፋት ናይ ህይወት ኣለዉ ንሕና ዝመፃእናዮ ነናይ ባዕልና ናይ ህይወት መንገዲ ጎደና ጎዕዞ ኣለና ነናይ ባዕልና ጉዕዞ ኣለና ሂወተይ ከመይ ገይሩ ሂወታ ክመስል ይኽእል ሰብኣያ ኣየር ገይሩ ደምፅኣሲ ኣነ ብሊብያን ብሰሃራን ህፃናት ቆልዑት ሒዘ መፅኤ ሞትን ሲኦልን ርኤ ድመፃኹ ከመይ ኢለ ምስ ኣመሳሰል ሂወትና በበይኒት ዛንታና በበይኒ ታሪክና በበይኒ ኣነ ብሰሃራ ተኣሲረ ተገሪፈ ብሊብያን ገለን እየ መፅኤ ብማይ ሎሚ ደጥሕል ድሓር ደጥሕል ሕጂ ደንጥሕል እንዳተባሃልና ሓ- ኢልና ዘቑቆም ኣውፂኦምና ከምኡ እየ መፅኤ ኣነ ሓንቲ ብኣየር ድመጸት ሂወተይን ሂወታን ሓደ ኣይኮነን ሓንቲ ኣልጋ ብኣልጋ ትነብር ሂወተይን ሂወታን ሓደ ኣይኮነን ዛንታና ሓደ ኣይኮነን ላይፍ ስታይልና ሓደ ክኸውን ኣይክእልን እዩ ኣነ ሲንግል ማም ኮይነ እንድሕር ደኣ እቲ መጻምተይ ምሳይ ዘየለ ኣነ ዝነብሮ ናብራን ምስታ ምስ መጻምታ ዘሎን ሓደ ኣይኮነን ልክዕ ከም ናታ ክኸውን ኣይክእልኒ ምክንያቱ ናይ ክልቲኡ ድጋፍ የብለይን ኣነ ጥራይ እያ ዓንዲ ቲንክ ቲንክ እሕዋተይ ምስ ሃራ ድመፃክን ዘክርኦ ከመይ ከም ድመፃና ንሓንቲ ብመርዓ ድመፀት ወይ ብወርቅን ጨርቅን ድመፀት ሰብኣይ በዓል ቤተይ ከምዚ ኣይትስምዒ ስኺ ዕላማ ኣለኪ ብሊብያ መፂኽ ብሳሃራ መፂኽ ክንደይ መስዋእቲ ከፊልኪ እስኻ እውን ሓወይ ክንደይ ምድረበዳ ክንደይ ሳራ ክንደይ ተገሪፍካ ክንደይ ካብቶም ኩሊቶም ተሸጡ ወጺኻ ክንደይ ካብ ዓሳ ኣምሊጥና ክንደይ ተዘቕዊቕና ከም ስፓጌቲ ብዚኣ በጺሕና ኣለና ሞላቑ ትራፍ ነብስኻ ንበር ብደለካ ኣመስግን thank you God ንሎሚ ብዙሓት ኣይረኣይዋን ምሳና ንሊብያ ተበገሱ ብሂወት ኣለና ነስተንፍስ ኣለና የንብሩና ኣለዉ thank you thank you ኣምላኸይ ንዝመጽእ ካስኻ ትፈልጥ ህድእ በሉ'ሞ ኣነ ኣምላኽ ምዃነይ ኣስተውዕሉ ኢሉ። ኣምላኽ ኣምላኽ ምዃኑ ተስተውዕሎ ኣብ ህድኣት ምስ ኾንካ'ዩ። ዝግ በሉ'ሞ ኣነ እግዚኣብሔር ምዃነይ ኣስተውዕሉ። እግዚኣብሔር ኣብ ዝግ ስለ ዘሎ፣ እግዚኣብሔር ኣብ ይኣኽለኒ ስለ ዘሎ፣ እግዚኣብሔር ኣብ ትዕግስቲ ስለ ዘሎ፣ ሰላም ውሽጣዊ ናይ እግዚኣብሔር ሰላም ኣብ ሱቅ እዩ ዘሎ ኣብ ማቴርያል ጎነፍነፍነፍነፍ እዚ ግዝኣለይ እዚ ምጻለይ እዚ ግበር ኩስቶ ዶ ሪኢኻያ ኩስቶ ሰብኣይ ኩስቶ ዶ ሪኢኻያ እስኻ ከኣ ሙሽሙሽ ኣታ ሰነፍ ሰብኣያ ዶ ሪኢኻዮ ከምዚ ዘይኮነ እግዚኣብሔር ኣብ ዝግ ዝግ እዩ ዝርከብ እግዚኣብሔር ኣብ ወርቂ ጨርቂ ብሪቕሪቕ ዝብል ኣብ ጨጉሪ ኣብ ኣልባሶ ኣብ ሽፎን የለን ዝግ ማይ እውን ዝግ ምስ በለ ዝጸርድ ዝስተ ዝግ በል እዩ ዝግ በሊ ኣነ እዚኤን ኣብ ሚድያ ዘለኽን ፀሊኤክን ክወ ደሌለኹ ኪዳ ባዕለ ግዲኽን ትፈልጣ ዛት ፀሊኤን እየ እዚኤን ኣብ ሚድያ ርኢኽን ትዕገርግራ ዘለኽን ኣይፈትወክንን እየ ባዕለ- ባዕልኽን ትፈልጣ ኪዳ ናብቲ ት- ዝለመድክንኦ እቲኤን ንዓይ ትሰምዓኒ ንዓይ በዚ ምኽረይ ዝ- ዝተረዳኣክን ሕጂ ክልተ ክልተ ግበራ ሕራይ ኣዴ ምኽርኺ ይጠቅም እዩ ትብላ ክልተ ግበራ እቲኤን ደቂ ኣንስትዮ ክልተ ክልተ ግበራ ኣነ እስኽን ኢኽን ተድልያኒ እስኽን ኢኽን ተድልያኒ እተን ፋራ ንፋራ ግደፈን ግደፈን እጸለላ ሰብኣይ ኣብ ዱባይ ኣሎ ንሳ ኣብ ዓረብ ኣላ ንሳ ኣብ ስዑድላ ኣይግድሸንን እዩ ወላ ንምንታይ ኣብ መንግስተ ሰማይ ደይህሉ ሰብኣይ ጉዳይ ኣይኮነን ኣነ ብሊብያ እየ መጺኤ ኣነ ኣልጋ ብኣልጋ ኣይኮንኩን ኣነ ኣይኮንኩን እሱም ብሊብያ እዩ መጺኡ ኣብዚ ክንመጽእ ከለና እንታይ ሒዙ ዶ መጺኡ ሰብኣይ መጀመርያ ክነግረክን እንዶ ብፍላይ እቶም ኣወዳት ኣዋልድ ክነግረኩም ኣብዚ ክንመጽእ ከለና እኮ እዚ ብጫ ርኢኹሞ ዶ ኣብ ባሕሪ መርከብ ምስ ደየቡና ኣብቲ ዓባይ መርከብ እንታይ ሂቦምና ፕላስቲክ ብጫ ናይ ስደተኛ ከም ክስእሉና ከለዉ ፕላስቲክ ብጫ ተኸዲንካ ደኣ ተኸያ ዓዲ ዓራት ከተማርፅ ትውዕል ኣብዚ ፃዓዱ ዘይገበርዎ ንምንታይ ኣብ ዓይኒ ንኣቱ እዚ ኮይቲ ኣብ ብስጭት ኣብ ምቅትታል ኣብ ምጭኽኻን ባዕለ ድዩ ፈልጥ ተለኻኺምካ ምጥፋእ ዝእትወና እኮ እዚ ብጫ ፕላስቲክ ተኸዲንካ መፂኻሲ ንሕና ንገብሮ ንውዕል ዘለና ግን ዘየለ ታሪክ ዘየለ ታሪክ ዘየለ ኣመፃፅኣና ንርስዖ ኩሉ ሂወትና ኣብዚ ኮለና ቴሌፎን ንዓዲ ንኸይንድውል ስቕ ዝበልና ኮለና ኢና ምክንያቱ ዓቕሚ የብልናን ኢና ኮፍ ዝበልና ሰለስተ ኣርባዕተ ሽዱሽተ ዓመት ንስድራና ዘይደወልና ኮለና ኢና ንምንታይ ደው ኢለስ ብዘይ ምሕጋዘይ ስክፍታ፣ Guilt፣ ስለ ዝስምዓኩም፣ ምስ ናፍቖትኩም ብቓንዛ ብብኽያት ንነብር ኮለና ኢና። ስደት ስለ ዘይብልና። ንምንታይ? ህይወት ኣይተኣኻኸለልናን። ኣብ ርእሲ'ኻ ከም ዝብለኩም ዘለኹ ኣብ ናይ ውድድር፣ ኣብ ናይ ኦንላይን ሾፒንግ ስለ ትውዕል። እምበር ሚእቲ ምድርባይ ንዓዲ እኮ ብዙሕ ዝጸግም ኣይኮነን። ብኻልእ ተዋሒጡ ሰብ ዓራት ኣብ ልዕሊ ዓራት ክቕይር፣ ገዛ ኣብ ልዕሊ ገዛ ክቕይር። ሓቂ ኢና ንዛረብ። ምዃን እንድዩ ኣብኒ። ጽብብ ጭንቕ እንተበለ ሓምሳ ቅርሺ ትስእንን ኢኻ። ጽጽብብ ጭንቕ ተበለ ንተሌፎን መደወሊ ኣይንስእንና ካባይ ጀሚርካ ወላ ኣነ ዝገበርክዎ ስለ ዝኾነ ብዙሕ ሪግሬት ንገብሮ ብዙሕ ዘቆንዝወና ነገር ኣሎ ክንገብሮ ዝግባኣና ዘይገበርናዮ ቱ ሌት ኣነ ምስ ሓደ ሙሉእ ስድሮ ሒዙ ዝወፀ ከመይ ገይረ ሙሉእ ስድራይ ኣብ ድፋዕ ዘሎ የወዳድር ይወዳደር ኣነ ሓደ ምስ ሙሉእ ስድራ ዘይብሉ ኣብ ዓዲ ከመይ ገይረ ኣነ እወዳደር ንሳ ዝገበረቶ ከመይ ገይረ ሓፍቲ የብላ ሓው የብላ ኣቦ የብላ ኣደ የብላ ንሳ ብ ሰብኣይ ሄሄ ትብል ትውዕል ብ ኣልጋ ብኣልጋ ዝመጸት ብኩንትራት ዝመጸት ድያ ዋላ ብገለ ዝመጸት ከመይ ኢለ ኣነ እወዳደር ኣነ ኣመጻጽኣ ይፈልጥ እየ ኣነ ድሕሪት ዝገደፍክዎ እፈልጦ እየ ሓላፍነተይ ይፈልጥ እየ ብምውዳቕ ብምትሳእ ክብርትዕ ጥራሕ እየ ዝደሊ ኣነ እስኺ ከኣ ከምኡ ንስኻ ከኣ ከምኡ ምስ ምስ ሂወተይ ጥራሕ እየ ዝወዳደር ኣነ

ኩስቶ ዓራት ገዚኣ ኩስቶ ገዛ ገዚኣ ኣነ ገዛ ገዛ ምግዛእ ገለ ይኹን ኩስቶ ከምዚ ገዚኣ ናይ ኩስቶ ማናኩ ኩስቶ ተኸዲናቶ ንብረት ክዳን ካብ ኣማዞን ትገዝኦቶ እውይ ጨጉሪ ካበይ ገዚእክዮ እውይ ሊንክ ስደትለይ እውይ ክፅቡቕ ኣዶ ሓፍተይ እውይ ልክዕ ከምዚ የሱስ ክርስቶስ መፅእ ኣሎ ዝበሉ ክትስንብዲ እዚ እንታይ እዩ ርእሰ ምትሓት እዩ እብለኩም ኣለኹ ርእሰ ምትሓት ኣነ ኣይሞቀኒ ይበርደኒ ኣልያ ነጸላ ተኸዲነ ተመጻኹ ኣይሞቀኒ ድረስ ገይረ ተመጻኹ ኣዩ ዝሕለኒ ኣነ ኣነ ኣንነተይ ድቕይሮ ውሽጠይ ድቕይሮ ሰብ የለን ንውሽጠይ ድቕይሮ ሰብ ኣነ ክኸውን ደሊ ኩሉ ግዜ ንማንም ይብለኩም እየ ንማንም ክመስል ኣይደልን እየ ነብሰይ ክመስል እየ ደሊ ዳትስ ዋይ ኣነ ኩሉ ግዜ ስትሮንግ ቢካዝ ሕሉፈይ ደኣ ምስ ሎሚ የወዳድሮ እምበር ምስ ማንም ኣይወዳደርኒ ኦልወይስ ነብሰይ ኮምፔር ዝገብራ ምስ ትማሊ እየ ዝሓሽኩ ሰብ ክኾንካ ምስ ፅባሐ ንፅባሐ ይጥምት ማንም ምሳይ ዝወዳደር ዘወዳድሮ የብለይን ምስ ማንም ክወዳደር ከዓ ምና ኢንተረስትድ ስለዚ ዝተዛረብናዮ ኣብ ልብኹም የውዕሎ ብሩኻት ዘርኢ